እታ እግዚኣብሔር ዝሓርያ እምባ ጽዮን ጽብቕትን ልዕልትን ልዕል ዝበለትን እያ። ከተማ እቲ ዓብይ ንጉሥ ሓጎስ ኩላ ምድሪ እያ። ኣምላኽ ኣብ ኣዳራሽታ ኣዳራሻታ ኣሎ፣ ንሱ ሓላውያ ኸዓ ከም ዝኾነ ከኣ ኣርእዩና እዩ። እንሆ ነገሳት ተኣከቡ፣ ንእምባ ጽዮን ክወግኡ ድማ ሓቢሮም ተሰለፉ፣ ንጽዮን ምስ ረኣይዋ ግና ተደነቑ። ተሸቢሮም ውን ሃደሙ፣ ኣብኡ ሕርሲ ከም ዝሓዛ ሰበይቲ ምንቅጥቃጥ ሓዞም። ንስኻ ከምቲ ንፋስ ምብራቕ ንመራኽብ ተርሴስ ዝሰባብረ ሰባበርካዮም፣ ኣብ ከተማ ጎይታ ሰራዊት፣ ኣብታ ከተማ ኣምላኽና ከምቲ ዝሰማዕናዮ ዝነበርና ከምኡ ረኣና፣ ኣምላኽ ንዘለኣለም ከጽንዓ እዩ። ኦ ኣምላኽ፣ ኣብ ውሽጢ መቕደስካ ኮይንና ብዛዕባ ምሕረትካ ኣስተንተንና። ኣኦ ኣምላኽ፣ ኵሎም ህዝብታት ኣብ ኵሉ የመስግኑኻ፣ ስምካ ድማ ኣብ ኵሉ ዓለም ፍሉጥ እዩ። ንስኻ ብቕንዕና ተመሓድሮም፣ ብፍርድታትካ ህዝቢ ጽዮን ይተሓጐስ፣ ኣብ ከተማ ይሁዳ ድማ ዕልልታ ይኹን። ህዝቢ ኣምላኽ ንጽዮን ዙርዋ፣ ግምብታታ ቍጸሩ፣ ንዝመጽእ ወለዶ ምእንቲ ከተዘንትዉሉስ፣ ቁጽርታት መርምሩ ዕልታት ተዓዘቡ ከመይ እዚ ኣምላኽ እዚ ንዘልኣለም ኣለም ኣምላኽና እዩ ንሱ ንዘልኣለም ክመርሓና እዩ ስብሃት ለእግዚኣብሔር ወላዲቱ ድንግል ባለይ ክብራት ህዝበ ክርስቲያን ከምቲ ዝሰማዕኹሞ ትኽክል እናይ ጽዮን እምባ እግዚኣብሔር ኣምላኽ ማህደሩ ጽዮን እያ ስምሃርያ እግዚኣብሔር ለሰኑ ኣገራ ከመ ትኩኖ ማህደሮ ዘኣቲ ኢት ምዕራፌ ለዓለም ዝበላ። ስለዚህ ህጂ እምባ ጽዮን ማለት ንእምቤታ እምቤታችን እያ። ኣብ እሳተ መለኮት ዘረት መለኮታዊ እሳት ዝተሰከበት እምቤታችን ኣምባ ኣለኝ ሎሚ ቶ ከም ትፈልጥዎ ትማሊ ሰሉስ በዓለ ማርያም ናይ እምቤታችን ዕረፍታ ኣነሩ ዝኾነ ኮይኑ ትሽዑ ሰዓት ኣጋጣሚ ነቲ ናይ እምቤታችን ኣይጠቐስናዮን ሎሚ ግን ናይ እምቤታችን ትምህርት ኢና ክንምሃር

ኣርብዓን ሸሞንተን ባርለይ ነፍሰይ ብእግዚኣብሔር ትዕበ ሕጂ ኣብዚ ናይዚ ወንጀል ሉቃስ ምዕራፍ ሓደ ቁፅሪ ኣርብዓን ሸውዓተን ኣርብዓን ሽዱሽተን ክኸውን ዝኾነ ኮይኑ ግን ሕጂ ናይዚ ኣንዲም ናይ ትርጉም ቁርብ ኣለዎ እሞ ከምቲ መፅሓፍ ቅዱስ ካብቲ መፅሓፍ ቅዱስ ውፅኡ ፅፍሪፍሪ ዝበለ ቃላት ኣለዎ እሞ ንምንታይ ከምዚ ዝኾይኑ ከይትብሉ ቅድሚ መንጋረይ ክነግረኩም ማለት ቅድሚ ምስማዕኹም ማርያም ድማ ከምዚ በለት፣ ነፍሰይ እንተ እግዚኣብሔር ተዕብዮ፣ ህይወተይ ከኣ ብኣምላኸይ በቲ መድሓት የይ ባህ ይብላ። ናይ ሄዋን ትሪኹም እዚ መጽሓፍ ቅዱስ ኣይብሎን ናይ ሄዋን መከራ ስለ ዝረኣየ ከምኡውን ናይ ናተይ ናይ ባሪኡ ዝኽትምና ስለ ዝረኣየት ነፍሰይ ንእግዚኣብሔር ተኽብሮ ተመስግኖ በለት እቲ ቅዱስ ስሙ ዓብዪ ነገር ገይሩለይ እዩ እሞ ማለት ብድንግልና ጸኒሰ ብድንግልና ከም ዝወልድ ገይሩለይ እዩ እሞ እንሆ ካብ ሕጂ ኩሎም ወለዶ ብጽእቲ እናበሉ ከመስግንኒ እዮም ብሓደ ቅዱስ ገብርኤልን ብሓንቲ ኤልሳቤጥን ተመስጊነ ከም ዘይተርፍ ትንቢት ስለ እተገልጸላ ኩሎም ወለዶ ከመስግኑ እዮም በለት ምሕረቱ ነቶም ዝፈርህዎ ንውሉድ ወለዶ እዩ መዝሙር ሚእትን ሰለስተን ዓሰርተ ሸውዓተ፣ እግዚኣብሔር ኣብ ብወዱ፣ እግዚኣብሔር ወልድ ብመዝራእቱ፣ ብሥልጣኑ ኃይሊ ተኣምራት ገበረ፣ ንዕቡያት ኣጋንንቲ በተኖም፣ ንጸሓፍቲ ፈሪሳውያን ካብ መንበር ሽሞቶም ሰዓሮም፣ ንኃያላት ኣጋንንቲ ካብ ዚኃድሩ ልቢ ሰብ ኣውጽኦም፣ ንትሑታት ሃዋርያት ልዕል ኣበሎም። ንትሑታት ነፍሳ ልዕልና ሂቡ ኣኽበሮም፣ ንጥሙያት ሃዋርያት ኣስራት ሂቡ ኣጽገቦም፣ ንጥሙያት ነፍሳ ስግኡን ደሙን ሂቡ ኣጽገቦም፣ ሃብታማት ንዝነበሩ ፈሪሳውያን ጥራይ ኢዶም ሰደዶም፣ ማቴዎስ ዕስራን ሰለስተን ቁጽሪ ዕስራን ሰለስተን፣ ካብ ዝነበሮም ምቁር ማይ ጥራይ ኢዶም ሰደዶም፣ ዮሃንስ ዓሰርተ ክልተ ሰላሳን ክልተን፣ ንእስራኤል ባርዩ፣ በረድኤት ተቐበሎ ከምኡውን እስራኤላዊ ስጋ ተውሃደ። ሀበ ያእቆብ ህድሪ ወሀበ እስራኤል ተዋረሲ ከም ዝበለ ሲራክ ዕስራን ኣርባዕተን ሸሞንተን ኣቦታትና ንኣብርሃምን ንዘርኡ ይስሐቅን ያዕቆብን ዝነበሮ ምሕረት ክሳዕ ንዘለኣለም ዘከረ ምክያስ ሸውዓተ ዕስራ ነቲ ኻብ ጥንቲ ዘመን ጀሚርካ ለቦታትና ንያዕቆብን ንኣብርሃምን ዝመሓልካሎም ንኣና ነደቆም እሙን ኮንካን ዘለኣለሞም ሕረትካን ከተርእየና ኢኻ

በኣረለይ ማርያም ድንግል ሰለስተ ወርሒ ዝኣክል ምስ ኤልሳቤጥ ተቐመጠት። ብቅድስ በረድኤት ናብ ቤታ ተመልሰት። ኤልሳቤጥ ነቲ ነገር ቅድም እንታይ ገራ ነራ እመቤታችን

ኤልሳቤጥ ዘላቶ ከይዳ ነራ ኣብ ቤታችን ኣብኡ ከዓ እንታይ ገራ ኣብ ቤታችን ትክክል ኤልሳቤጥ ምስ መፀተ ከዓ ኣብ ማታ ኤልሳቤጥ እንታይ ኢላታ ዋን ከራፀ እጓን ለውስተ ቅርሴ እዚ ቅርሴ ዘሎ ህፃን ንኣኸይ ምስ ረኣያ ስመሰራሰረ ከመይ ከ ንስኺ ናባይ መፃኺ ኣደ ኣምላኽ እዚ ኣነ ክመፅኣኪ ዳ ይግባእ ምበር ንስኺ ናባይ ዶ ክትመፅ ይግባእኪ ኢላኻ ቃለ ሰላምታ ሂባታ ኤልሳቤጥ ምክንያቱ መንፈስ ቅዱስ ሓዲርዋ እቲ ህፃኑን

ወስማ ለይእቲ ድንግል ማርያም ማርያም ማለት ፍጽምቲ ማለት እዩ። ንግዚኡ መልክዕን ጽባቐን ሒዛ ተረኺባ እያ። ፍጻሜ ግና ብልጽህና ስጋ፣ ብልጽህና ነፍሲ፣ ብልጽህና ልቡና ብንጽህና ስጋ ብስጋ ንጽህቲ እያ ብነፍሲ ከኣ ንጽህቲ እያ ብሕሊና እውን ምክንይቱ እትደልዮ ነገር የብላን ቅድስና እንተዘይትደልዩ ንበር ንስጋ ፍጽምቲ እያ ልቡና ፍጽምቲ እያ ማርያም ምልእተ ጸጋ ሃብቲ ማለት እዩ ከመይ ቅድም ንወለዳ ቅድሚኡ ከዓ ድሕሪኡ ከዓ ንኩልና ጸጋ ሃብትን ኮይና ተረኺባ እዩ

ብርህራሄ ዝተፈልጠት እያ ካብዚ ንላዕሊ ከኣ ብልጽናን ቅድስናን ዘንጻባረቀት እያ እዚ ኩሉ ተዳማሚሩ ድማ እዩ ምልእተ ጸጋ ዝብልን ንስኺ ካብ ኣንስቲ ተፈሊኺ መርገመ ስጋ መርገመ ነፍስ ዘይብልኺ ዝብልን ክብረ ሞጎስ ክትጓናጸፍ ዝኸኣለት

ኣባ ሕርያቆስ ከምዚ እናበለ ዝወደሳ ድንግል እያ። ኣብ ቅዳሴ ማርያም ኦ ጸጋ ዝመልኣኪ ፍስሓ ዝውሕዘኪ እናበልና ንወድሳ ምስጋና ዝመልአ ክንውድሳ ክንዕብያን ምሕረተ እግዚኣብሔር ንተንስእ ሉቃስ ሓደ ዕስራን ሸሞንተን እግዚኣብሔር ኣብ ካብ ሰማይ ናብ ምብራቅን ምዕራብን ሰሜንን ደቡብን ናብ ኩሉ መኣዝናት ብሐቂ ጠመተ ኣስተንፈሰ ኣጫነወ ከማኺ ዝበለ ኣይረኸበን መኣዛኺ ፈተወ ግርማ መልክዕ ኣፍቀረ ዝፈትወ ወዱ ከዓ ናባኺ ለኣኸ ገላትያ ኣርባዕተ ኣርባዕተ

ኦ መሰጋገሪት ቀዳሞት ኣቦታት ካብ ሞት ናብ ህይወት ብኣኺ ተሳገሩ ካብ ምድሪ ናብ ሰማይ መዳይቦ ዝኾንኪ መሰረት መጀመርታ ኩሉ ፍጥሪ ንስኺ ኦ በኣለይ ትኽክል እዩ ኣቦና ኣብርሃም ይኹን ይስሐቅ ካብቶም ቀዳሞት ኣብየት ጀሚሩ ሞት ዝጸንሐ ኣብቲ ሲኦሎም ተቐሚጦም ነሮም ግን

ዘየቋርጽ ትሕትና ነበራ። ካብ ኩሎም ደቂ ሰባት ከም ድንግል ማርያም ዝበለ ትሕትና ዘለዎ የልቦን። ልዕሊ ኩሉ ፍጥረት ከኽብራ ዝኽእል ንኣምላኽ ናይ ምውላድ ክብሪ ክትጸውር ዘብቅዓ ትሕትና ነበረ። ትዕቢት ንፍጹማን እኳ ዘውድቅ ክነሶ ፍጻሜ ህይወት ዘይገድፍ እዩ። ብኣስካል ቅድስና ናብ ሰማይ ዝደየቡ ብዙሓት ቅዱሳን ቅርብ መስከረም ቁሩብ ምስ ተረፎም ትዕቢት ብትዕቢት እዮም ዝወድቑ። ክብሩን ጸግኡን ምስ በዝሐ ዘይቕየር ሰብ የለን እኳ ደኣ ሓደ ኣቦ ጸጋን ክብርን ኣይትሃበኒ ጸጋን ክብርን እንተሂብካኒ ከኣ ንጸውር ዝኽእል ትሕትና ሃበኒ ኢልዎ። ምኽንይቱ እዚ እንተ ብተውፊትና ኣቦና ሰሎሞን ወዲ ዳዊት እዩ። ወዲ ዳዊት ኣቦኡ መንግስትነት ኣርባ ዓመት ገሩ ንሱ ናብ መንግስትነት ነሩ ሕጂ ጸገምን ጢመትን ዕርቃንን ሽግር ምስ ነበረ ብቲ ሃገር ናብ ዳዊት ናብ ሰሎሞን ክጠርዑ ከይዶም ሰሎሞን እንታይ ኢልዎ ጢመት መይታይ ደሞ ጢመት ዝበሃል ከ እንታይ ኢሉ ሶሎሞን ኣቦና ጢመት ዝበሃል ስለምንታይ ወዲ ንጉሰ ነይሩ ጢመት ዝበሃል ከ እንታይ ኢሉ ምስ በሎ እግዚኣብሔር ኣምላክ ግን ንእሆ ንክፍትኖ እንታይ ገርዎ ነቦና ሶሎሞን ማይ ክሕፀብ ከሎ ክብረ መንግስትነቱ ኣብዛ ካቲምና ኢሉ እዛ ክብረ መንግስትነቱ ካቲምና ኢሉ ብዚኣ ገብራ ነሩ ማይ ክሕፀብ ከሎ ፀላኤ ሰናያ ነታ ካቲሙ ወሲድዋ ኣብ ኢዱ ከይገብራ ተሰይጣን

ንቕጽበት ዓይኒ እኳ ኣይተመክሐትን። ቅዱስ ኤፍሬም ከኣ ብትሕትና እትዛረቢ እምባ ኢሉ ዘመስገና እያ። ድንግል ከም እምባ ልዕል ዝበለት፣ ክነሳ ንርእሳ ከም ዓሚዩቕ ሽንጭሮ ኣትሒታ እትኸይድ እያ። ክብሪ ከመይ ዘይግብኣኪ እቲ ዝሓረኽዮ ዝተሓረኽዮ ንፈጣሪ ሰማይን ምድርን ክትወልዲ ዶ ኣይኮንኩን እሳተ መለኮት ጸርኪ ሰማይን ምድርን ዘይከድዎ ክኢልኪ ከምዚ ዝበለ ኣማ ከመይ ዘይግበኣኪ እናበልና ከኣ ከነመስግና ይግበኣና። ብኣዘራርባኣ ከኣ ቅድሚ ጽንሲ ኮነ ድሕሪ ጽንሲ እኒሀኹ ኣነ ባርያኻ ውርደት ባርዩ ርእዩ እሞ እናበለት ንነብሳ ጸውዐታ። ቅዱስ ያሬድ ከኣ እንታይ በለ እንዘኣመቱ እም ረሰያ ከ ኣመቱ እምበረሰያ ነታ ባሪኡ ዝነበረት ኣዱኡ ገበራ። ነታ ባሪኡ ዝነበረት ኣዱኡ ገበራ ይንወኒ ጎይታና ምድሓ የርሰሱ ረሰያ ከመ ረሰያ ከም ዝበለ እግዚኣብሔር ባሪኡ እንከላ ኣዲኡ ገበራ ንሳ ከዓ ኣዲኡ እንከላ ንርእሳ ባሪያ ገበረት ኣዳ ኣምላክ ኩላ ንርእስኻ ባሪያ ገበረት

ነቶም እስራኤላውያን ኣንሽቶም ዝበጽኡም ትሽዓተ ሽሕን ትሽዓተ ሚእትን ትሽዓተ ሽሕን ክንደይ ዝኾኑ ኣባትሮም ኣምጽኡ እሞ ነቲ በትሪ ናይ እቲ ዝሓደሮ ሰብ ዕጫ ዝበጽሖ ሰብ ንኡ ሃባኻ ምስ በሎ ናብ በትሪ ዮሴፍ በጽሐት በትሪ ዮሴፍ ከ ርግቢ ዓሲላታ ጸጋ መንፈስ ቅዱስ መሊእዋ ሰላሳን ሓሙሽተን ዓመት ኣብ ቤት ዮሴፍ

መልክኣ ኢየሱስ ያሬድ ካህን እዩ ደሪስዎ። ጉዳ መልክኣ ማርያም ኣባ ሃፀይ ናኦድ እዮም ደሪሶሞ። ትኽክል ንእመቤታችን እንታይ ለማ ውድስቲ ኣንቲ በኣፈ ኩሉ እምነ ጻድቃን ዘታህቱ ወእምነ ትጉሃን ዘላሉ ማርያም ልጅ ስብሐት ኣደሉ ንኣኽሲ ኣብ ታሕቲ ጻድቃን ኣብ ሰማይ መላእኽቲ ከመስግኑኽሲ ይግብኣኪ እዩ ንስኺ

እምበኣረለይ ብዕለት ዕስራን ሓደን ጥሪ እመይታችን ዓሪፋ ክትዓርፍ ኮላ እቶም ሃዋርያት መጺኦም ገኒዞም ከምቲ ግቡእ ናብ ቤተ ሰማነ ክወስድዋ ከለዉ ኣይሁድ ምንቅነት ኣይገድፉን ወዳ ባዕላቶም ሰሪቖሞስ ካብ ምዉታት ተንስኡ ኢሎም ይሰብኩ ንኣና ከኣ ደም ናቱ ናባና ከምጽእ ንጓዩ ስለ ዘሎ ህጂ ግን እዛ ሰበይቲ እዚኣ ካብኡ ዝዓቢ ተኣምራት ክትገብር ስለ ዝኾነት ንዑ ነቃጽላ ተዓራታ ነቃጽላ ተወፈድና ኢሎም ንቶፎንያስ ዝበሃል ጎበዝ ሓያል ቀጸበኛ ናብ መሰደድዎ እቶም ክልተ ኢዱ ብስየፍ ቁርጽ መልኣኽ ካብ ሰማያት ወሪዱ ኢሉ ነተን ክልተ ኢዱ ኣብታ ዓራት ጠልጠል ከም ዝብላ ገርዎ ድሕሪ ሽዑ ምስ በኸየ ምስ ለመነ ርድተ ዲና እንዳነሳ ነተን ኢዳው ንጴጥሮስ ሃዋርያ ነቲ ከምተን ዝነበረን ክኾናሲ ኣላግበሉ ምስ በለቶኻ ከምተን ናይ ቅድም ኮይነናል ቅዱስ ገብርኤል ሊቀ መላእክት መጺኡ ንእመቤታችን ቅድስት ድንግል ንዮሐንስን ናብ ዕፀ ሕይወት ናብ ገነት ወሲዱ ኣቐሚጥዋ ብዕለት ዕስራ ሓደን ጥሪ መይታ ሽዱሽተ ወርሒ ካብ ጥሪ ናብ የካቲት ናብ መጋቢት ናብ ሚያዝያ ናብ ግንቦት ናብ ሰነ ናብ ሓምለ ሽዱሽተ ወርሒ ኣብ እፀ ህይወት ኣብ ገነት ምስ በፅሐት እመቤታችን ምስ ፀንሐት

ጸሎታ ማርያም፣ ኣብ ምህለላኣ ማርያም፣ ኣብ ቅዳሴኣ ማርያም፣ ኣብ ስብከታ ማርያም ዝኸውንሲ ኦርቶዶክስ ቤተክርስትያን ብዛዕባ ክርስቶስ ንምንታይ'ያ ዘይትምህር ኢሎም ንቤተክርስትያንና ዝወቕሱ ወገናት ኣለዉ። ቤተክርስትያንና ግን ስለ ክርስቶስ ኣይትምህርን'ድያ? ትምህር'ያ። ኣብ ኣብ ማዕተብና ዘሎ መስቀል ስለ ክርስቶስ እዩ ዝምህር። ኣብ እል- ኣብ ኣኽሊልና ዘሎ መስቀል ስለ ክርስቶስ እዩ ዝምህር። ኣብ ዙርያና ዘሎ መስቀል ስለ ክርስቶስ እዩ ዝምህር። ኣብዚ ሰቂልና ዘለና ኩሉ ስለ ክርስቶስ እዩ ዝምህር። እመቤታችን እውን ንሕና ኣትሪርና ኣረጊፅና እንምህረሉ ምክንያት በዛ ኣደ እዚኣ ብዙሕ ጸጋ ስለ ዝተቐበልና እዩ። ማንም ክጸሮ ዘይክእል ኪሩቤል ሱራፌል እቶም መልኣኽ ኹናም ክጸርዎ ዘይክእሉ ንሳ በይና ክትጸርዎ ክትጸሮ ክኢላ ንመን ነቲ እሳት ዝኾነ ኣምላኽ ማንም ክጸሮ ዘይክእል ኣብኣ ግን ተጸሩ እና ክንድዚ ኢና ንኣ- ን- ንወላዲተ ኣምላኽ ኣድና ቅድስት ድንግል ማርያም እነኽብራ ንዓ እነኽብራ ማለት ግን ንክርስቶስ ኣይንሰብኽን ወይ ኣይነፍቅርን ማለት ግን ኣይኮነን። ንዓ ኣኽቢርና ብዙሕ ጸጋ ከም ንቕበል ስለ እንፈልጥ፣ ንዓ ኣኽቢርና ብዙሕ በረኸት ከም ንቕበል ስለ እንፈልጥ፣ ብዓይንና እውን ስለ ዝረኣና፣ ከምዞም ሕጂ ዝብሉና ምናልባት ምንም ተራኺ ዘይብሎም ሓደሽቲ ወለዶ ስለ ዝኾኑ ደኣ እምበሪ ንሕናሲ ኣቦታትና ኣዴታትና ከም ዝቡና ዝመሃርና ስም ወላዲተ ኣምላኽ ኣዴና ቅድስት ድንግል ማርያም ጸዊዖም እንታይ ዓይነት ጸጋ ይቕበሉ ከም ዝነበሩ ብግብሪ ዝረኣና ስለ ዝኾንና ኢና ክሳብ ክንድዚ ነዴና ቅድስት ድንግል ማርያም እንጽውዓን እነኽብራን እንምህረላን። ብብዙሕ መንገዲ ከኣ ተገልጠሃልና እያ እመቤታችን ኣብ ተኣምራታ ኣብቲ ድርሳናት ኩሉ መጻሕፍቲ ከም እነንብቦ ወይ ከም እንሰምዖ ብብዙሕ መንገዲ እናተገለጸት ነቶም ዝኣምንዋ ነቶም ዝጸውዕዋ ብእምነት ከምቲ ቃል ኪዳና ንዝጸውዕዋ ከኣ ብብዙሕ ጸጋ ትበጽሖም ከም ዝነበረ ብብጹሕ ጸጋ ትረድኦም ከም ዝነበረ ኣደታትና መጽሓፍ ቅዱስ ስለ ዘይፈልጣ ወይ ስለ ዘይተረድኣ ኣይኮናን ማርያም ማርያም ክትኮና ዝባህና ማርያም ማርያም እንዳበላ ሓራስ ክትሓርስ ኮላ ማርያም ማርያም እንዳበላ ዝወልደ ማርያም ማርያም እንዳበላ ኣዲሃትና ብዘይ ሰርጀሪ ብዘይ ሕክምና ዘመናት ሓሊፉ ማለት እዩ ብጸጋ ከዓ ይወልዳ ነረ ከምቲ እምነተን ከዓ እግዚኣብሔር መንፈስ ቅዱስ ከዓ ከምቲ ዝድላይ ከዓ ይገብር ነበር ማለት እዩ ስለዚ በዚ ኢና ማለት እዩ እሞ ናይ ኣዴና ቅድስቲ ድንግል ማርያም በረከትን ረድኤትን ኣይፈለየና ኣብዛ ቅድስቲ ቤተክርስትያንና ትምህርቲ ፀኒዕና ክንነብር እግዚኣብሔር ኣምላክ ፀጉኡ የብዝሓልና ነቦና ቃለ ህይወት የስመዓልና ናይ ኣገልግሎቶም ዘመን ይባርከልና